ንሎሚ ከም ልሙድ ክልተ ርእስቲ ሒዘልኩም ቀሪበ ኣለኹ። ኣብዚ ሎሚ ቀሪበዮ ዘለኹ ርእስቲ እቲ ሓደ ኣብ ጉዳይ ሚግራኹን ዝምልከት ኮይኑ ኣብ ሚግሬሽን ኣብ ምሉእ ኤውሮጳ ንዘለዉ ዋላ ውን ኣብ ካልእ ክፋል ዓለማት ንዘለዉ ሰባት ዝምልከት ኮይኑ እቲ ካልኣይ ከኣ ብፍላይ ኣብ ሽወደን ንዘለዉ ሰባት ምስ ስራሕን መሰል ምስ ስራሕ ተኣሳሲሩ ዝኸይድ ነገራትን ኣርእስቲ ቀሪበ ኣለኹ። ብተወሳኺ ካብ ህዝቢ ዝመጹ ሕቶታት ንዕኦም ውን ከም ልሙድ ክንምልስ ኢና። ኣብ ናይ ሎምዓንቲ ርእስትና ቀንዲ ከም መእተዊ ቀሪበዮ ዘለኹ እንተሃለወ ሜግራሆንስቨርከት ሓድሽ ሓበሬታ ዝሃብዎ ብዕለት ዓሰርተ ሽዱሽተ ማርች ብዛዕባ ኦንላይን ን ቪዚት ቪዛ ኦንላይን ከተመልክት ምኽኣል ተፈቒዱ ከም ዘሎን ካብ ዕለት ዓሰርተ ሽዱሽተ ማርች ብፍላይ ካብ ሽወደን ኮንካ ብኦንላይን ከተመልክት ከም ዝከኣልን ወይ ውን ካብ ናይ ሽወደን ኤምባሲ ኣብ ባንኮክ ታይላንድ ዘሎ ኦንላይን ከመልክቱ ከም ዝኽእሉ ሓቢሩ ኣሎ። ማዕረ ማዕረ እዚ ከኣ ኣብዚ ሰሙን እዚ ሚግራሾንስቨርከት ዘውጽኣ ሓበሬታ ብብዝሒ ሕቶ ካብ ህዝቢ ዝመጸና ኣብ ዝብል ኣብ ናይ ፈይስቡክ ኣካውንት ናይ ሚግራሾንስቨርከት ከም ተሓበረ እቲ ናብ ሽወደን ቪዛ ምሕታት ከመገባብ ከም ዘሎ፣ እንተኾነ ግን መብዛሕቱ ይንጸግ ከም ዘሎን በቲ ብሰንኪ ኩሮና ዝተዋህበ ሪስትሪክሽን ወይ ገደባት ናይ መገሻታትን ካብን ናብን ምጋሽ ብኡ መሰረት መብዛሕቱ ናይ ቪዛ ዝሕተት ናይ መገሻ ከም ዘይፈቕድዎ እንተኾነ ብፍሉይ ዝፍቀዶም ወይ ከኣ ሕድገታት ዝግበረሎም ካብቲ ገደብ ዝተባህሉ ግሩብ ንዕኦም ግን ተሓቲቱ ቪዛ ከም ልሙድ ክወሃቦም ከም ዝኽእልን መነመን ምዃኖም ከኣ በቲ ዝተዋህበ ግዝያዊ ሕጊ ተገሊጹ ስለ ዘሎ ንዕኦም እንተዘይኮይኑ እቲ ካልእ ከመልክት ከም ዝኽእል ኣመልኪቱ ግን ቪዛ እንጸግ ከም ዘሎን ክድጸግ ከም ዝኾነን ስጋዕ እቲ ግዝያዊ ሕጊ ናይ ገደብ ዝለዓል ሚግራሆንስቨርከት ነዚ ገባብ እዚ ክኽተል ምዃኑ ኣብቲ ዝሃብዎ መልሲ ገሊጾም ኣለዉ። ስለዚ ነቶም ወለድና መጺኦም ክሪኡና ንሓትት ሰባት ኣብዚ ዘሎ ገደብ ከይተላዕለ እቲ ሕቶታትና ተቐባልነት ክህልዎ ከምዘይኮነ ሚግሬሽንስቨርከት ኣብዚ ሰሙን እዚ ብዝሃብዎ ሓበሬታ ኣነጺሮም ኣለዉ። ስለዚ እዚ ሓበሬታ እዚ ኣብ ግምት ኣእቲና ነቲ ክንገብሮ ንኽእል ዕድመ ናይ ወለዲ ናብዚ ናይ ምምጻእ መስርሕ ንጊዚኡ በቲ ተዋሂቡ ዘሎ መምርሒ መሰረት ደው እንተበልናዮ ክሓይሽ እዩ ማለት እዩ ስለ ዝንጸጉ ማለት እዩ። ብምቕጻል ሓደ ካብቲ ኣዝዩ ኣገዳሲ ነጥቢ እሞ ከኣ ብብዝሒ ሰባት ዝሽገርሉ ዘለዉ፣ ስጋዕ ሕጂ ከኣ ተጠርኒፎም ነቲ ጉዳይ ናብ ዝግብኦ ኣካል ከብጽሕዎ ብዘይምኽኣል በብውልቂ ግዳያት ዝኾንሉ ዘለዉ ቅድሚ ሕጂ ውን ብተመሳሳሊ ዘልዓልናዮ ጉዳይ ጉዳይ ናይ ገበን ኣብ ልዕሊ ሰብኣውነት ፈጺምኩም ኢኹም ወይ ውን ገበን ኣብ ልዕሊ ሰብኣውነት ክፍጸም ከሎ ኣካል ናይቲ ገበን ዝፈጸመ ኣካል ኔርኩም ኢኹም ብዝብል ኣዝዮም ብዙሓት ሰባት ፍቓዶም እንዳሓተሓድጉ ወይ ውን ከሐድሱ መሰእተዉ ነቲ ጉዳዮም ኣብ ሕቶ ምልክት ኣእትዩ ነቲ ዝነበሮም ፍቓድ ናይ ዑቕባ ዝኽልክል ብናይ ጀኔቫ ኮንቬንሽን መሰረት እቲ ናይ ኤክስክሉዥን ክሎዝ ዝብሃል ጉዳይ ብኡ መሰረት ግዳያት እንዳኾኑ ይኸዱ ኣለዉ። እዚ ዝምልከት ዘቐረብናዮ ነገር እንተሃለወ እቲ ብብዝሒ በዚ ጉዳይ እዚ ዝጥቃዕ ዘሎ ሰብ በብውልቂ ክፈትሖ ስለ ዝሓስብ ዘሎ ነቲ ጉዳዩ ነቲ ክፈትሖ ዝሓስብ ዘሎ ሽግራት ከኣ ብውልቂ ክገጥሞ ከቢድ ምዃኑን እኳ ደኣ ተጣራኒፎም እንተኸይዶም ዝበለጸ ከም ዝኸውንን ነዚ ከኣ ንምንታይ እዪ ሰብ ዝንጸግ ዘሎ መብርሂ ሂብና እቲ ዝበሃል ዘሎ ምኽንያታት ውን ኣብነት እንዳገለጽና ከነቕርቦ ኢና ኣብዚ እቲ ቀዳማይ ምኽንያት ሓደ ሰብ ኣብ ናይ ስራሕ መደብ ኣብቲ ወተሃደራዊ ኣገልግሎት ወይ ከኣ ሃገራዊ ኣገልግሎት ኣብ ዝነበረሉ ግዜ ኣብ ከባቢ ምክትታል ዶባት፣ ፖሊስ፣ ዋርድያ፣ ኣብ ተሃድሶ፣ ኣብ ግፋ፣ ዝተሳተፉ ሰባት ወይ ኣካላት ኣብ ከምዚ ዝነበሩ ሰባት በቲ ናይ ስራሕ ዕማሞም መሰረት፣ እንድሕር ደኣ ሰባት ክሃድሙ ሒዞም፣ እሱራት ክሃድሙ ሒዞም፣ ወይ እውን ሰባት ገፊፎም ወይ እውን ካልእ ኣብ ልዕሊ እቲ ዝተታሕሰ ሰብ ወይ ከኣ ኣብ ልዕሊ እቲ በቲ ሕጊ መሰረት ናብቲ ዝምልከቶ ኣካል ዘረከቡዎ ሰብ ስጉምቲ ዝውሰደሉ እንተኾይኑ ማእሰርቲ፣ ምስቓይ፣ ካልእ እውን በቲ ናይ ኤርትራ ኣካላት ናይ ጸጥታን ናይ ሕግን ገበን ኣብ ልዕሊ እቶም እሱራት ይፍጸም እዩ ዝብል መረዳእታ ስለዘሎ፣ ኣካላት ናይቲ ገበን ምፍጻም ስለ ዝኾንኩም ወይ ውን ሰባት ተቐቢልኩም ናብኡ ስለ ዘሕለፍኩም እዞም እዞም ኣብ ከምዚ ዓይነት ስራሕ ዝነበርኩም ሰባት ሂብናኩም ዝነበርና ፍቓድኩም ክንስሕቦ ወሲንና ኣለና ዝብል ብብዝሒ ይመጾም ኣሎ። ኣብቲ ዝሕተት ሕቶታት ቶኪስካ ዶ ትፈልጥ? እሱራት ሒዝካ ዶ ትፈልጥ? እንተዝሃድሙ እንታይ ምገበርካ? ኣብ ከምዚ ኩነታት እንታይ ትእዛዝ ኣሎ? Shoot to Kill Policy ዝበሃል ትፈልጥ ዶ? እዚታት ዝብል ሕቶታት ብብዝሒ ይሕተቶም እቶም ሰባት። በቲ ናይ ኹላትና ከም ንፈልጦ ኣብ ኤርትራ ዘሎ ሃገራዊ ኣገልግሎት ናይ ግበር ኣይትግበር ወተሃደራዊ ትእሳዝ ዝተማእከሎ፣ እኳ ደኣ ዝገበርካዮ ገበን ከይፈጸምካ ተቐጻዕ እሞ ተሓትት ዝብል ኣከያይዳ ዘለዎን ደፊርካ ንትገብሮን ንቲ ከይትገብሮ ዘይትደልን ክትሓተሉ ዘይትኽእል ኣብ ትሕቲ ጽንኩር ወተሃደራዊ ኩነታት ንዝተወሃበካ ትእዛዛት ዘይምግባር ዘስዕቦ ክሳብ ሂወት ምስኣን ዘብጽሕ ስጉምትታት ከምዝውሰድ እንዳተፈልጠ በቲ ሓደ ሸነኽ በቲ ካልኣይ ሸነኽ ከኣ ወስጉምትስ ኣይትውሰድ ነብስኻ ካብቲ ጉዳይ ንምንታይ ዘይተርሕቅ ኣብ እስርቤት ኮንካ ድሳቀዩ ሰባት ትሰምዕ እንተኔርካ ዝቅጥቀጡ ትሰምዕ እንተኔርካ ስለምንታይ ዘይሃደምካ ስለምንታይ ነብስኻ ከተውጽእ ዘይፈተንካ ስለምንታይ ንክንድዚ ዓመታት ኣብኡ ጸኒሕካ ዝብል ሕቶታት ይቀርብን ብኡ መሰረት ከኣ ወላኳ እስኻ ገበን ኣይትግበር ኣብ ገበን ዝፍጸሞ ቦታ ንክንድዚ ግዜ ስለድሰራሕካ ኣካል ናይቶም ፈጸምቲ ገበን ስለዝኾንካ ጀኔቫ ውዕል ከኣ ንፈጸምቲ ገበንን ንተበደልትን ንበደልትን ብማዕረ ዘዕቁብ ዘይኮነ፣ ኣካል ናይቶም በደልቲ ንዝነበሩ ሰባት መሰል ዑቕባኦም ዝኽልክል ኤክስክሉዥን ክሎዝ ዝበሃል ኣለዎ። እዚ ኤክስክሉዥን ክሎዝ ካብ መሰል ናይ ስደተኛታት ምንፋግ ዘኸትል እዩ። እዚ ቁጽሪ እዚ እንዳበዝሐ መጸ ኣሎ። ብፍላይ ዜግነት ዘመልከቱ ሰባት ቀደም ኣብቲ ዝነበረ እሳቶም ዑቕባ ዝሓተትሉ ግዜ ነዚ ጉዳይ እዚ ኣቓልቦ ተዋሂቡ ዝስራሓሉ ስለ ዘይነበረ ፖሊስ ኔረ እንዳበሉ ከለዉ እውን ፍቓድ ዝተዋህቦም ሰባት ሎሚ ዜግነት ምስ ሓተቱ ንድሕሪት ኬድካ ፋእ ኢሎም ፋሕቲርካ እስኻ ከምዚ ኢልካና ኔርካ እሞ በዚ ዘለና ሓበሬታ ተባሂሉ ኢንተርቪዋት ተጸዊዑ ከም ብሓድሽ ንድሕሪት ተመሊሱ ፍቓዶም ዝተኸልከሉ ብዙሓት እዮም። ንሎሚ ሓደ ካብቲ ኣብነት ኣብዚ ቀሪብናልኩም ኣለና። እዚ ፋይል እዚ ንህዝቢ ክፉት ኮይኑ ካብ ላዕለዋይ ቤት ፍርዲ ዝተዋህበ ውሳኔ እዩ። ኣብዚ ውሳኔ እዚ እቲ ፋይል ቁጽሪ ብላዕሊ ከም ዝረኣይ ዘሎ ሰብ ክሪኦ ክእል እዩ። ናይ ሓንቲ ኤርትራዊት ኣባል ሃገራዊ ኣገልግሎት ዝኾነት ሓብትና እዩ። ስም ኣይጠቅስን እዩ እቲ ታሪኽ ጥራሕ እዩ ዝገልጽ ኣብኡ ስም ክጥቀስ ስለ ዘይፍቀድ። ተኾነ ኣብኡ ከም ዝግለጽ ዘሎ እዛ ጓል ኣንስተይቲ ኣባል ፖሊስ ከም ዝነበረትን ኣብ ሓምሻይ መደበር ፖሊስ ከኣ ዋርድያ ከም ዝነበረትን ኣብቲ ዋርድያ ኮይና ትሰርሓሉ ዝነበረት ግዜ ከኣ ነቲ ዝነበረ ኣብኡ ዝፍጸም ዝነበረ ነገር እንዳረኣየት ኣብኡ ስለ ዝጸንሐት ብዝብል እቲ ናይ ዑቕባ መሰላ ተኸልኪላ ኣላ። ኣብዚ እቲ ቦታ ስርሓ ዝነበረ ሓምሻይ መደበር ፖሊስ ምንባሩን ኣብኡ ከኣ እቲ ዝነበረ ሩቲን እቲ ኣገባብ ኣተሓሕዛ እሱራት እቲ ዝነበረ ኩሉ ምስ ተራእየ ኣብ መጨረሻ እስኺ ነቲ ዝተገብረ ገበን እንዳረኣኺ ስልምንታይ ኣብኡ ጸኒሕኪ ቶርቸር ይካየድ ምዃኑ እንዳፈለጥኪ ብዝብል እቲ ናይ ፍቓድ መሰል ከም ትኽልከል ኮይኑ ስጋዕ ላዕለዋይ ቤት ፍርዲ በጺሑ ኣሎ። በዚ ጉዳይ'ዚ ልዕሊ ሚእቲ ዝኾኑ ሰባት ኣብ ሽወደን ደረጃ በጺሖም ኣለዉ፣ ብደረጃ ኤውሮጳ ከኣ ኣዝዩ ብዙሕ ቁጽሪ ብግዳይ ይኸውን ኣሎ። መሰረታዊ እቲ ናይ ጀኔቫ ውዕል ዝብሎ ሓደ ሰብ ዑቕባ ዝሓትት ብሰንኪ ሃይማኖቱ፣ ፖለቲካዊ ራእይኡ፣ ጾትኡ ወይ ሴክሹዋል ኦሪንቴሽን ናቱ ወይ እቲ ስቴትለስነስ ዝበሃል ወይ ከኣ ኣሶሴሽን ምስ ሓደ ዝተኸልከለ ሶሻል ግሩፕ ኣባል ኮንካ ኣብ ትንቀሳቐሰሉ ዝብል እዩ። ካብዞም ሽዱሽተ ምኽንያታት ውሽጢ ዑቕባ ክትሓትት ኮለኻ እስኻ ከም ኩሉ ሰብ ተበዳላይ እንተኾንካ ኣብዛ ሰዓት እዚኣ ክትምለስ ተደይክኢልካ ንሃገርካ ናይ ዓሰርተ ሰለስተ ትበሃል ናይ ዓሰርተ ሰለስተ ወርሒ ትበሃል ፍቓድ ዑቕባ ትወሃበካ እንድሕር ድኣ ፕሮቴክሽን ኮይኑ እቲ ቀዳማይ ደረጃ ፍቓድ ተኾይኑ ናይ ሰለስተ ዓመት ይወሃበካ ናይ ዓሰርተ ክልተ ወርሒ ትወሃቦም ሰባት ግን ኣብዛ ገበን እዚኣ ዝኣተዉ እዮም ወይ ከኣ በዛ ገበን እዚኣ ዝተጠርጠሩ እዮም። ኩላትና ከም ንፈልጦ ከምዚ ናይዛ ሓፍትና ጉዳይ እውን ኣብዚ ንሪኦ ዘለና ኣቲኹም ከተንብብዎ ትኽእሉ ኢኹም ነፍሲ ወከፍ ኤርትራዊ ወታደር ኣብቲ ስራሕ ዕማም ዝተዋህቦ ትእዛዛት ኣብ ምፍጻም እምቢ ምባል ዘስዕቦ ዋጋ ስለ ዝፈልጥ ኣብ ብዙሕ ንጥፈት እሳተፍ እዩ። በዚ ሕጂ ዝኽተልዎ ዘለዉ ኣከያይዳ እንተኾይኑ ሽወደን ኣዝዮም ብዙሓት ፍቓድ ወሲዶም ዘለዉ እብዚ ሃገር ፍቓዶም ክሕደጉ ዝኽእሉሉ ኩነታት ኣሎ። እዚ ማለት ከኣ ተጠርኒፍካ ነቲ ክውንነት ኣብ ኤርትራ ዘሎ ብጥርኑፍ መልክዕ ናብቶም ዝምልከቶም ኣካላት ኣብጺሕካ እቲ ዘሎ ኣራዳድኣ ክቕየር እንተዘይተጌሩ ሳዕቤን ናይዚ ኣዝዮም ብዙሓት ሰባት ፍቓዶም ክሕደጉሉ ዝኽእሉ ኩነታት ኣሎ። ምኽንያቱ ከም ንፈልጦ ኣብ ኤርትራ ግፋ ልሙድ ኣብ እተመደብካዮ ቦታ ግበር ተባሂልካ ኣይገብርን እየ ምባል ሳዕቤን ከም ዝነበሮን ወታደር ዘይነበረ መንእሰይ ከኣ ኣዝዩ ብቑጽሪ ውሑድ ስለ ዝኾነ፣ እዚ ጉዳይ'ዚ ብኣጋ ተጠርኒፍካ ናብቲ ዝምልከቶ ኣካል ናይ ክፉት ናይ ልዝብ ናይ ዝርርብ መንገዲ ተደይተኸፊቱ በብውልቂ ነዚ ሽግር እዚ ናይ ምፍታሕ ተኽእሎ ከቢድ እዩ። ከም ሳዕቤን እቶም ሰባት እሳቶም'ውን ከም ኩሉ ሰብ ንኤርትራ ኣብዛ ሰዓት እዚኣ ተተመሊሶም በደል ክበጽሖም ስለ ዝኽእል ንግዝያዊ ዑቕባ ይወሃቦም፣ ብዙሕ መሰላት ይንፈጎም ኣብዚ ዓዲ። ብዓቢኡ ከኣ ኩነታት ሃገርኩም ምስ ተቐየረ ንዓድኹም ክትምለሱ ኢኹም ዝብል ፍቓድ እዩ ዝወሃቦም። እዚ ከኣ ተረጋጊኦም ህይወቶም ከይጅምሩን ህይወቶም ከይመርሑን ሽግር ይፈጥረሎም እዩ። ስለዚ ናብኦም ጥራሕ ወሪዱ ኢልና ሱቕ እንተይልና ኩሉ ዓመት ጸኒሑ ኣብ ሸሞንተ ዓመት ድዩ ኣብ ኣርባዕተ ድዩ ሓሙሽተ ዜግነት ዝሓተተ እውን በዚ ጉዳይ'ዚ ፋይሉ ናብ ክፍሊ ኣሳይለም ተመሊሱ ሓድሽ ምርመራ ተጀሚሩ ዝኽልከሉ ሰባት'ውን ይበዝሑ ኣለዉ። እቲ ናይ ጀነቫ ኮንቬንሽን ዝብሎ ሓደ ሰብ ዑቕባ ክሓትት ከሎ ዌል ግራውንድድ ፊር ክህልዎ ኣለዎ እቲ ስግኣትሲ ኢሚነንት ዝኾነ ስግኣት ብሰንኪ እምነቱ ገለ ዝብል እቲ ዝበልናዮ ክህልዎ ኣለዎ እዩ ዝበሃል ነይሩ። ዌል ፋውንድድ ፊር ኦፍ ፐርሲኪሽን ክህልዎ ወይ ከኣኒ ርኡይ ዝኾነ ስግኣት ናይ ክብደል ብሰንኪ እዚ ሃይማኖቱ ፖለቲክኡ ድበልናዮ እሱዩ ዑቕባ ዝግብኦ ዝብል ኣምር ብግብሪ ግን እሱ ዘይኮነ እቲ ዌል ኢንፎርምድ ዝኾነ፣ እቲ ሓበሬታ እኹል ዝረኸበ፣ ካብዚ ኩሉ ዝበሃል ዘሎ ነገር መዋጽኦ ዝፈጥር ዝረክብ እሱ ዝዕቆበሉ፣ በንጻሩ ከኣ እቲ ሓበሬታ ዘይብሉ ግዳይ ኮይኑ ልክዕ ስለ ዝተዛረበ ግዳይ ናይዚ ንብሎ ዘለና ዝኾነሉ ኩነታት ይፍጠር ስለ ዘሎ እቶም ኣፍልጦ ዘለና ነዚ ኩነታት እዚ መረዳእታ ዘለና ነቶም ሰባት ናብዚ ሽግር እዚ ዝኣትዉ ዘለዉ፣ ምስ ዝኣተዉን ገና ዘይኣተዉን፣ መረዳእታ መንግስቲ ሽወደን ኣብዚ ጉዳይ እዚ እንታይ ምዃኑ፣ እንታይ ክኸውን ከም ዝግብኦን ክፉት ናይ ልዝብ ባይታ ተኸፊቱ እቲ ጉዳይ ኣብ መዓልቦ እንተደይበጺሑ ሳዕቤኑ ክብድ ክብል እዩ። ብዙሓት ህይወቶም ብኸምዚ ኣብ ሓዲግ ዝኾነ ሰባት ኣለዉ። እዞም ሰባት እዚኦም ብብዝሒ ረኽቡና እዮም። ነዚ ጉዳይ እዚ ከኣ ዝምልከት ተኣኪቦም ተጠርኒፎም መስቶም ካሎኦት ኣሕዋት ኤርትራውያን ናይ ፓስፖርት ጉሩብ ዝብሃሉ ኣለው ሓዳር ጌሮም መርዓ ጌሮም ኣንስቶም ሰብኡተን ብሰንኪ ፓስፖርት ንከይመጹ ዝተከልከሉ ካብቲ ሃዲምካሉ ዝመጻካ ስርዓት ተመሊስካ ካብኡ ፓስፖርት ተደየምጺካ ኣይትመጽን ኢካ ክትብሃል ነዚ ዘይምምላእ ዘስዕቦ ጉዳይ ሓደ ጉሩፕ ኣለው እቶም ካሎኦት ጉሩፕ ብዛዕባ ቁጠባ ገዛን ስራሕን ተባሂሎም ወላ እንዳሰርሑ ከለዉ ግብሪ እንዳኸፈሉ ከለዉ ብብዝሒ ውላድ ከምጹ ዘይከኣሉ ሓደ ጉሩፕ ኣለዉ። እቲ ሳልሳይ ጉሩፕ ብዛዕባ ኤርትራውያን ናብ ኡጋንዳ ተመለሱ ዝተባህሉ ጉሩፕ ኣለዉ ናብ ሳልሳይ ውሑስ ሃገር። እቲ ራብዓይ ጉሩፕ ኤርትራውያን ናብ ኢትዮጵያ ተመለሱ ዝበሃሉ ኣለዉ። ድሮ ኣቐዲምና ቅድሚ ሕጂ ከም ዝገለጽናዮ ሰለስተ ሰባት ን ኣስማት ምጥቃስ ስለ ዘየድሊ እምበር ሰለስተ ሰባት ኤርትራውያን ክነሶም ፓስፖርት ናይ ኤርትራ ኣቕሪቦም ከብቅዑ ንኢትዮጵያ ዝተሰጎጉ ኣለዉ ስለዚ እዚ ዝኸይድ ዘሎ ሽግራት ከም ዘየለ ርኢና ንዕኡ ክፍታሕ ቃልሲ ዝገብሩ ማሕበር መስሪቶም ኮሚቴታት ጌሮም ዘካይዱ ኣሕዋት ከኣ ኣለዉ ነዚኦም ኣጆኹም ምባል ነዚኦም ኣብ ጎኖም ምዃን በብዘለና ዓቕሚ ክረኽቦ ዝኽእሉ ሓገዝ ምብርካት እዚ ኣገዳሲ ኮይኑ ይስምዓና። ኣብ ጥቓኻ ንዘሎ ከባቢኻ ዘሎ ከይሓገዝካ ንርሑቕ ዘሎ ክትሕግዝ እውን ስለ ዘሸግር። ነዚ እቲ ሕብረተሰብ ሓላፍነት ወሲዱ ሕብረተሰባዊ ሓላፍነት ተደይተዋጺኡ እቲ ሽግር እንዳበዝሐ ኩሉ ዓይነት ሽግራት እንዳተወሰኾ ናብ ጭንቀትን ናብ ዘይምርግጋእን ከእቱ እዩ ንዜጋታት። ስለዚ እዚ ኣብነት ንገልጾ ዘለና እንዳበዝሐ መጽእ ስለ ዘሎ እሶም እውን ከምቶም ካልኦት ተጠርኒፎም ነዚ ጉዳይ ምስ ዝመልከቶ ኣካል ክዘራረብሉ እቲ ዝበለጸ ነገር ናይ ሽወደን ተጠርኒፍካ ምስ ዝምልከቶም ኣካል ተዛሪብካ እንድሕር ድኣ እቲ ተቕርቦ ዘለኻ ኣርጊመንት መርትዖ ዘለዎ ኣእማኒ እንተኾይኑ ክቕይሩ ዘለዎም ተኽእሎ ልዑል እዩ። ቅድሚ ሕጂ ካብ ተመኩሮና ዝተመሃርናዮ እሱ እዩ። እቲ ግቡእ ቻነላት ናይ ኮሙኒኬሽን ፈጢርካ እቲ ግቡእ ቅኑዕ ስእሊ እንተሂብካዮም እቶም ክኢላታት ናይዚ ዘጽንዑ ሊፎስ ኣቭዴልኒንግ ድበሃሉ ኣለዉ ላንድ ኢንፎርሜሽን ወይ ሲኦኣ፣ ካንትሪ ኦፍ ኦሪጂን ኢንፎርሜሽን፣ ዘጽንዑ ሲርየስሊ ነዚ ወሲዶም ናብቲ ዝምልከቶ ኣካላት ሓቲቶም ናቶም ማእከላዊ ኣይ ናብ ሓደ ወገን ዘይሓዘ መጽናዕቲ ኣጽኒዖም የቕርቡ እሞ ብኡ መጠን ከኣ እቲ መወከሲ እንዳተቐየረ ይኽየድ። ካብዚ ንብሎ ዘለና ሽግራት ከኣ ነዚኣ ብምስራሕ ብዙሓት ከነድሕን ስለ ንኽእል ነዚ ጉዳይ እዚ ኣነ ስለ ዘይወረደኒ ናባይ ኣይመጸንን እንተልና ጽባሕ ንግሆ ኣብ ከባቢና ኣብ ስድራና ኣብ ኣሕዋትና ኣብዚ ዘለዉ ብጾትና ክመጽእ ምዃኑን እዚ ከኣ ናብ ዘይተደልየ ጭንቀት፣ ተስፋ ምቑራጽን ካልእ ሕማቕ ነጋሪታትን ከስዕብ ስለ ዝኽእል፣ ከም ሕብረተሰብ ኣፍልጦና ክብ ኣቢልና፣ ነዚ ዝበሃል ዘሎ ኣንቢብና፣ እንታይ ዝዓይነት መፍትሒ ክመጾ ይኽእል፣ እቶም ዓቕሚ ዘለዎም፣ ሙያ ዘለዎም ከኣ ነቶም ዝመጹ ዘለዉ ኣጋይሽ ኣሕዋትና በብዓቕሞም ሓገዞም ክገብሩ ጻውዒትና እንዳገበርና፣ እዚ ጉዳይ'ዚ፣ ኣቓልቦ ዘድልዮን ክስርሓሉ ዘለዎ ምዃኑን ኣሚና ተበግሶ ወሲድኩም ካብቶም ኮሙ ዘለኹም ጉሩብ እሞ ኮንታክት ግበሩና መስቶም ዘለዉ ኮሚቴ ክነተኣሳስረኩም ከምቲ ኩሉሻዕ ንብሎ ሓደ ሰብ ሓሚሙ ከይዱ ናብ ሕክምና ተጸሊኡኒ ኣሎ ምስ በሎ ናይ ምንታይ መድሃኒት ኣብ ምንታይካ ኢሉ ሓኪም ክሓቶ ከሎ ሓኪም እንዲኻ ኩሉ ፍለጦ ባዕልኻ እምበር ኣይትብልን ኢኻ። ከምዚ ኮይና ኣለና ከምዚ ሽግር ኣለና ከምዚ ገብረና ምስ በልካዮም እዮም እቶም ሚግሬሽን ድዮም እቶም ሓካይም ድዮም ንዕኡ ዝኸውን ፍታሕ ደእዙዙልካ እዚ ሽግር እዚ በብውልቅኻ እንተኾንካ እቲ ሲስተም ናይዚ ሃገር ሃንድሌ ጋረ ወይ ኬይዝ ኦፊሰር ብዝብል እሞ ኸዓ እቲ ኬይዝ ኦፊሰር ናይ ዝተዋሃቦ መምርሒ ፈፃሚ እምበር ናይ ምውሳን ወይ ከዓኒ ቤስሉትፋታረ ብውሳኒ ደረጃ ዘሎ ስለ ዘይኮነ ንጉዳይካ በብውልቂኻ ትርከብ ጥርናፈ እንተሎ ግን ነቶም ላዕለዎት ሓለፍቲ ረኺብካ ነቲ ጉዳይ ናይ ምቕያር ተኽእሎ ስለዘሎ ብኸምኡ መንገዲ ክስራሕ እግረ መንገድና ንሕብር። ኤርትራውያን ስደተኛታት ኣብ ሽወደን ኣብ ኤውሮጳ ዝገጥሞም ብምባል ጥርናፈ ተፈጢሩ መስቲ ዝምልከቶ ኣካላት ዝርርብ ክካየድ እንዳጸዋዕና ናይ ፓስፖርት ንበይኑ ናይ ከምዚ ንበይኑ ናይ ከምዚ ንበይኑ እንዳበልካ ምኻድ ግን ውጽኢት ከምጽእ ስለዘይኮነ ኣርባዕተ ሓሙሽተ ተፋላለዪ ጉሩብ ናይ ኤርትራውያን ናብ ዝተፋላለየ ቤት ጽሕፈት መንግስቲ ክሕኩሑ ከለዉ ጽቡቕ ስለዘይከውን ሓደ ጽላል ናይ ስደተኛታት ጉዳይ ዝርኢ ጌርካ ኣብ ትሕቲኡ ናይ ከምዚ ናይ ከምዚ ናይ ከምዚ ጉሩብ ተባሂሉ ኣብቲ ኣኼባ ትኸደሉ ግዜ ከኣ ኩሉ እቲ ዝርዝራት ክትገልጽ ስለዝሓይሽ በዚ መንገዲ ተጠርኒፉ ክኸይድ ከም ልምዲ ዘይጸንሓና ግን ክንገብሮ ንግደድ ነገር ኣብ ሽወደን ክህሉ እዩ። እሱ ከኣ እንታይ እዩ? ንሓባራዊ ሽግርካ ሓባራዊ ፍታሕ ኢኻ ትደልየሉ። ንሓባራዊ ሽግርካ ሓባራዊ ፍታሕ ትደልየሉ ሓደ ኣገባብ ኣብዚ ናይዚ ሃገር ዋላ ኣብ ስራሕ ናብቲ ካልኣይ ኣርእስቲ እውን ክወስደና ስለ ዝኾነ ፋኬት ዝበሃል ኣሎ ኦካሳ ዝበሃል ኣሎ። ፋኬት ማለት ማሕበር ናይ ሰራሕተኛታት ኮይኑ መሰል ናይ ሰራሕተኛታት ይጣበቕ። ጥርኑፍ ብዝሒ ናይ ስራሕተኛ ስለዘለዎ ከኣ መሰሎም ተደይተሓልዩ ኣድማ ገይሮም ነቲ ዘስርሖም ኣካል ደልዩ ድዩ ከይደለየ ናብቲ ናቶም ውዕል ከምዝኣቱ ይገብሩ። ብኡ መሰረት ከኣ ንሕና ጥርንፍ ኢልና ጉዳያትና ከነቕርብ እንተጀሚርና ሞር ኣእማኒ ክንከውን ንኽእል ኢና ማለት እዩ። ስለዚ ከኣ ንሎሚ እቲ ዘቕረብናዮ ኣርእስቲ እቲ ካልኣይ ኣብኡ ዝምልከት ኮይኑ ብፍላይ ኣዝዮም ብዙሓት ሕቶታት ዝመጹና ዘለዉ ንዕኦም ንኽንምልስ ብዛዕባ ኦካሳ ኽንዛረብ ሎማዓንቲ መሪጽና ኣለና። እቲ ብዛዕባ ኦካሳ ንዛረበሉ ጉዳይ ናብ ኣብዚ ዓዲ ኣብ ሽወደን ክንደይ ኦካሳ ኸም ዘለዉ እቶም ኦካሳ ኸኣ በየናይ ዓውዲ ኸም ዝሰርሑ ንምግላጽ እዩ ብኡ ቢልና ከኣ ኦካሳ ከ እንታይ ማለት እዩ ኦካሳ ንብሎ ብልምዲ ኣርቤስሎሰስ ካሳ ማለት እዩ እሱ ከኣ ናይ ስራሕ ኣልቦነት ካሳ ማለት እዩ እዚ ከኣ ኢንሹራንስ እዩ ብሓጺር ቃል ኢንሹራንስ ማለት ኣብ ትሰርሓሉ ዝደለኻ ግዜ ዝተወሰነ ኣማውንት ገንዘብ ትኸፍል እሞ እንድሕር ደኣ ዝተወሰነ መዐቀኒ ክራይተርያ ክራብ ኣማሊእካ እሱ እቲ ሰዓታት ዝሰራሕካዮ ክንደይ ወርሒ ሰሪሕካን ገለን ዝብልን ማለት እዩ በብቲ ናቱ ኦካሳ ኣለዎ እቲ ዝርዝር ብኡ መሰረት ንዝቕፅል ክሳብ ሓደ ዓመት ስጋዕ ካልእ ስራሕ ትረክብ መሰጋገሪ ማለት እዩ ሰማንያ ሚእታዊት ናይ ደሞዝካ እንዳተዋሃብካ ትኸደሉ ኩነታት ኣሎ ማለት እዩ ስለዚ ሰባት ኣብ ስራሕ ከለዉ እዚ ገንዘብ እዚ ድኸፍሉ ስራሕ ደው እንተኢሎም ፅባሕ ንጎ በዚ እንዳተሓገዙ ንሓደ ዓመት ካልእ ስራሕ ንክደልዩ እዩ። ከምዚ ዝገብሩ ዕስራን ሓሙሽተን ዝተፈላለዩ ዓይነት ኦካሳ ኣለዉ ኣብ ሽወደን። ካብዞም ዕስራን ሓሙሽተን ኣብዚ መርበብ ሓበሬታ ኣብዚ ከም ትርእይዎ ንስኻ እንታይ ዓይነት ትሰርሕ ናይ ብናትካ ትካል ድዩ ደለካ ቁጹር ዲኻ ዝብል ቁጹር እየ እንተኢለ እሞ እቲ ዝሰርሖ ብራንች ምረጽ ተይሉኒ ንኣብነት ኣነ ኣብ ቮርድ ኦምሶርድ ዝሰርሕ እንተኾይነ ሽዑ ነተን ኣውጻለይ ዝብሎ ሽዑ ኦካሳ እዚኤን ኣውጻለይ ኣሎ ኣብዚ ኣብዚ እንተሪኢና ኣብዚ ዝነጥፋ ዓሰርተ ሓደ ኦካሳ ኣለዋ ሪኮመንዴሽን ዝሃቡና እሶም ከምዚ ሰርሕ ኣብ ከምዚ ዓውዲ ምስ በልክዎም ዓሰርተ ሓደ ዝተፈላለየ ኦካሳ ሂቦምኒ ኣለዉ እዞም ዓሰርተ ሓደ ኦካሳ እዚኣቶም ተፈላለየ ሞያ መስቲ ሞያይ ዝኸይድን ትምህርታዊ ብቕዓተይ መንግስታዊ ድዩ ገለ ዝምልከት ክኣትየ ይሪኦ ማለት እዩ። ኣብኡ ይመርፅ ማለት እዩ። ዓበይቲ ኣለዉ ብብዝሒ ኣባላት ዘለዎም ዝያዳ ኣስማዕቲ ይኾኑ ማለት እዩ። ኣብ ፋኬት ተኸድና ግድን ኦካሳ ንክህልወካ ፋኬት ክህልወካ ዝብል ሕጊ የለን። ግን መብዛሕቶም እቶም ኣካሳ ፋኬት እውን ኣለዎም ስለዚ ሓደ ሰብ ንክልቲኡ ከዓ በበይኑ ኢኻ ትኸፍለሉ እቲ መሰል ከም ሰራሕተኛ ክጣበቁልካ ክኸውን ከሎ እቲ ከዓ ስራሕ ደው እንተኢልካ ኢንሹራንስ ውሕስነት ንክወሃበካ እዩ ሰባት ከምቲ ቅድሚ ሕጂ ዝበልናዮ ገሊኡ ስራሕ ኦካሳ ዝግብኦ ኣሎ፣ ገሊኡ ከኣ ናይ ኦካሳ መሰል ዘይብሉ ኣሎ። እቲ ተቆጸርካሉ ኣገባብ ማለት እዩ። ኦካሳ ዘይግብኣካ ከሎ፣ እንድሕር ደኣ እቲ ናይ ኦካሳ ዝኽፈል እንዳኸፈልካ ትኸይድ ጸኒሕካ፣ ማኪና ዘይብልካ ኢንሹራንስ ክትኣትወላ ከም ማለት ክኸውን እዩ። ነዚ ከምቲ ቅድሚ ሕጂ ዘርዚርናዮ ስለ ዝነበርና ብዙሕ ኣቲና ኣብኡ ኣይክንዛረብን ኢና። ንኣብነት መብዛሕቶም ኣብ ኮሚናል ስርሓት ዝሰርሑ ሰባት ኣብነት ንምውሳድ ሓደ ካብዚ ኮሚናል ኦካሳ እንተወሲድና ሓደ ካብቶም ዓበይቲ ኦካሳ እዩ እዚ ኣብ ኮሚን ኣብ ሪጅን ኣብ ሺርካ ኮሚናል ቦላግ ኣብክ ኣብ ናቱር ብሩክስ ኦምሮደስ ዝተቆጸርኩም ሰባት ክትኣትዉ ትኽእሉ ዝብል ሓበሬታ ኣብዚ ንሀለ ተዋሂቡና ኣሎ ኣብዚ ምስ ኣተና ብእንግሊሽ ኣብዚ ሓበሬታ ኣለና ከምቲ ኩልሻዕ ንብሎ ገሊኦም ኦካሳ ኣብቲ ናቶም ዌብሳይት ምስ ኣተኻ ቋንቋ እውን ከይተረፈ ዝተፋላለየ ቋንቋታት የቕርቡ እዮም እንታይ ዓይነት መሰላት ኢኻ ትደሊ እንታይ ዓይነት ስራሕ ኢኻ ትሰርሕ ኣየናይ ኦካሳ ንዓኻ ይኸውን ዝብል ከኣ ዝተፋላለየ ሓበሬታ ኣብዚ ስፊሮምልና ኣለዉ እንድሕር ደኣ ሓደ ሰብ ንኣብነት ኦካሳ ቪዥን እንተኸይደ እዚኦም እንታይ እዮም ዝገብሩ ክርኢ እንተኾይነ እቲ ዌብሳይት ናቶም ይኣቱ እሞ ኣብቲ ናቶም ዌብሳይት ኣትየ ኸኣ ኦኬ ብዝተፈላለየ ቋንቋ ሓበሬታ ዝህቡ ኣለዉ ኣብኡ ኣትየ ከንብብ ይኽእል እንድሕር ደኣ በቲ ኣነ ዝኽእሎ ቋንቋ ደየለ ኸኣ ቆጸራ ጌረ ናብኡ ከይደ ሓበሬታ ክረክብን ብኡ ቢለ ከኣ እቲ ክረኽቦ ዝኽእል መሰላት እንታይ እዩ ክፈልጥ ይኽእል ማለት እዩ። ስለዚ እቲ ናይ ኦካሳ ዝበሃል ነገር ብዙሕ ግዜ ኢንሹራንስ ስለ ዝኾነ እንድሕር ደኣ ንኣብነት ማኪና ኢንሹራንስ ኣእቲኻ እሞ ሰኺርካ ከለኻ ሓደጋ እንተጌርካ ዝሰኸረ ሰብ ሓገ ኢንሹራንስ ኣይግብኦን እዩ ብሕጊ ስለ ዝብል ወላ እኳ ኢንሹራንስ ይንበርካ እምበር ኣይግበኣካን። ኣበኦ ካሳ ከኣ ወላ እኳ መሰል ይሃልኻ ደኣ እምበረይ ወላ ተኸፈል ደኣ እምበር ንኣብነት እንድሕር ደኣ እስኻ ስራሕ ክትደሊ ኣለካ ተባሂልካ ኣብ ዝሕሰበሉ ግዜ ስራሕ ኣብ ምድላይ ወይ ስራሕ ረኺብካ እምቢ ተልካ ወይ ከኣ ቆጸራ ተዋሂቡካ ተደይ መጺኻ ብኣርቤዝፎርሜሊ ንኦካሳ ይሕበሮም እሞ ደው ክብለሉ ዝኽእል ተኽእሎታት ብዙሕ እዩ ትመሰልካ። ስለዚ ኦካሳ ኣለኒ መሰል ተባሂሉ ስለ ዝተዋህበካ እቲ ቪልኮር እቲ ጠለባት ተደየማሊእካ ክትክልከል ከም ትኽእል ሓደ ካልኣይ ኣብ ኦካሳ ኣብ ትወስደሉ ግዜ ክትገብሮ ትኽእልን ክትገብሮ ዘይትኽእልን ዝበሃል ነገራት ኣለዎም ኩሎም ኦካሳ ነናቶም ደዊልካ ቀጻሊ ትምህርቲ ኤሰፊ ዲኻ ክትጅምር ካልእ ሙያ ዲኻ ክትጅምር ይፍቀድ ይፍቀድን ምስኦም ምልዛብ እዩ ዝያደይ ምግባር ንብዙሓት ኣሕዋት ሱሳ ሰማንያ ቴስዓ ሽሕ ምለሱ ዝብሃሉ ብቀጻሊ እዮም ኮንታክት ድገብሩና ታይ ማለት እዩ እተን ድወስድወን ዘለዉ ገንዘብ እንዳወሰዱ ከይሓበሩ ኤሰፍ ይጅምሩ እሞ ኤሰፍ ምስ ጀመሩ ስለ ዘየፍቀድሎም እተን ድህበኩም ነበርና ናይ ክንድዚ ወርሒ ምለስወን ይብሃሉ ተዝሕብሩ እኮ ፍቀዶም እዩ ክምሃሩ ከኣ እኮ ምኸኣሉ ደይምሕባር ግን ዋጋ የኽፍለካ። ኣብ ሕጊ ከኣ ዘይምፍላጥ ካብ ተሓታትነት ነጻ ኣይገብረካን እዩ። ንዘይምፍላጥ መልሳ ከኣ ቀላል እያ፣ ምፍላጥ እያ። ንኽትፈልጥ ከኣ ምሕታት እያ። ምሕታት ከኣ ነቲ ዝምልከቶ ኣካል። ናብቶም ኦካሳ ገንዘብ እንዳኸፈልካዮም ከለኻ ደዊልካ ከምዚ ከምዚ ከምዚ ደልየ እሞ እንታይ ክገብር እኽእል ኢልካ ሓቲትካ ፍቓድ ተዋሂቡካ እሞ እቲ ዝተባህለካ ብጽሑፍ መልክዕ ከማን ተዋሂቡካ ወይ ብኢመይል መረጋገጺ ክኾነካ ክትገብሮ ጽቡቕ እዩ። ጽባሕ ንግሆ ንዝመጽእ ሕቶታት መርትዖ ክህልወካ ምእንቲ ማለት እዩ። ድሕር ዳር እዚ ንብሎ ዘለና ኣገባብ ዘይተኸቲልካ ግን ጽባሕ ንግሆ ዕዳ ምስ ኣተኻ ክፈል ምለስ ኣይመልስን ኣብ ካልእ ጣጣ ክእቶ እዩ። ካልኣይ ኦካሳ ኣለካ ማለት ተራጋጊእካ ዓመት ሱቕ ኢልካ ብላዕ ማለት ኣይኮነን። ታይ ደኣ እሱ ስራሕ መድለይ ዋሕስ እዩ እኳ ደኣ ክትጓየ ኣለካ ስራሕ ክትረክብ ምክንያቱ ቀልጢፍካ ስራሕካ ኣቲካ ሂወትካ ክትቅይር ደኣ እምበር ነቲ ናይ ኦካሳ ገንዘብ ከም እኩል ሪኢካ ክትዛነ ከኣ ቁኑዕ ኣይኮነን ኦካሳ ውን ዝድግፎ ኣይኮነን ንዓ ነቲ ተረባሓይ ሰብ ውን ሓጋዚ ኣይኮነን ስለዚ ድሕር ደኣ ኣብ ኦካሳ ኣለካ ኣክቲቭሊ ስራሕ ክትደሊ ስለ ዘለካ ናብቶም ኣርቤትስፎርሜሊን ኬድካ ስራሕ ናይ ምርካብ ሓገዛት ብግቡእ ረኺብካ፣ ብዓቢኡ ብዓቢኡ ካብ ተመክሮ፣ ነዊሕ ዓመት ኣብ ኣርቤትስፎርሜሊን ስለ ዝሰራሕኩ፣ ሕጂ ውን ምስኡ ዝተኣሳሰረ ስራሕ እሰርሕ ስለ ዘለኹ፣ ሓደ ሰብ ካብ ስራሕ ውጽእ ኢሉ ስራሕ ክደሊ ከሎ ወይ ውን ኣብ ስራሕ ከሎ ስራሕ ክደሊ ከሎ ናይ ምርካብ ተኽእሎኡ ዓቢ እዩ። ንውሕ ዝበለ ግዜ ካብ ስራሕ ወጻኢ ተጸኒሕካ ግን፣ ወሃቢ ስራሕ ውን ተጣራጣሪ እዩ ዝኸውን፣ እንታኾይኑ ድኣ'ዩ ንነዊሕ ግዜ ዘይሰርሐ? እንታይ ኣበር ኮን ኣለዎ'ዩ? ወይ'ውን ካልእ ስክ ጥርጣሬታት ተፈጢሩ ብዘይ ስራሕ ዝጸናሕካሉ ግዜ ብዝነውሐ ቁጽሪ ተመሊስክሳ ተመሊስካ ስራሕ ናይ ምርካብ ተኽእሎኻ'ዩ ዘደንጉዮ። ስለዚ ቅልጥፍ ኢልካ ስራሕ ጀሚርካ ስራሕ ኣቲኻ ክትከይድ እቲ ቀዳምነት ኮይኑ ናብኡ ገጽካ ክኽየድ እግረ መንገድና እንዳመኸርና ንሎሚ ነዚ ሰሙን እዚ ዘቕረብክዎ ኣብዚ ደው ከብል'የ፣ ስጋዕ ኣብ ናይ ሰንበት ፕሮግራምና ንራኸብ፣ ሰላም ቅንያት።